ሰላም ሰላም ክቡራትን ፍትዋትን ቤተሰብ እንኳዕ ናብ ደሱ ሎቤር ዩቱብ ቻናል ደሓን መጻእኩም። ኣብ ናይ ሎሚ ቪድዮ እንሪኦ ብዛዕባ ውክልና እዩ። ውክልና ስራሕና ብኣግባብ ንምፍጻምን ንምስላጥን ከምኡ እውን ጉልበትናን ግዜናን ንምቁጣብ ዝጠቅም ሜላ ናይ ስራሕ ክፍፍል እዩ። እሞ ክቡራት ቤተሰብ እዚ ሜላ እዙይ ብዓይኒ ሕጊ እንታይ ይመስል? ሕጊ ነዙይ ብኸመይ ይድግፎ? ብክንደይ መልክዕኸ ውክልና ክወሃብ ይኽእል? እንታይ እንተኾይኑኸ እዩ ተፈፃምነት ዝህልዎ ዝብል ብዓይኒ ናይ ኢትዮጵያ ናይ ፍትሃብሄር ሕጊ ወይ ድማ ናይ ውክልና ሕጊ ክንሪኦ ኢና ማለት እዩ። ቅድሚ ኩሉ ግን ክቡራት ቤተሰብ ሳብስክራይብ ሸር ላይክ ምግባር ከይትረስዑ ናብ ዋና ቪድዮ ከብለኩም። ብመሰረት ናይ ኢትዮጵያ ናይ ውክልና ሕጊ ካብ ዓንቀፅ ክልተ ሽሕን ክልተ ሚእትን ሰለስተን ክሳብ ዓንቀጽ ክልተ ሽሕን ክልተ ሚእትን ሓሙሽተን ብዘሎ ድንጋጌ መሰረት ናይ ውክልና ውዕሊ ብክልተ መንገዲ ክፍጸም ይኽእል። እቲ ሓደ ጀነራል ኤጀንሲ እንትኸውን ሓፈሻዊ ውክልና ማለት እዩ። ሓፈሻዊ ውክልና እንብሎ ብሓፈሻ ናተይ ወኪል ኢኻ ኢልካ ንሓደ ሰብ እትህቦ ውክልና ማለት እዩ። ኣብዚ ዝጠቓለሉ ናይ ውክልና ንጥፈታት ወይ ድማ ተግባራት ድማ መዓልታዊ ናይ ምምሕዳር ተግባራት ይኾኑ ማለት እዩ። መዓልታዊ ናይ ምምሕዳር ተግባራት ክንብል ከለና ሓደ ንብረት ወይ ሓደ ቢዝነስ ኣብ ዕለታዊ ንጥፈቱ፣ ክፍጽሞም ዝግብኦም ተግባራት ወይም ኣክቲቪቲታት ምፍጻም ማለት እዩ። ንኣብነት ሓደ ንብረት ምዕቃብ፣ ምሕላው፣ ቢዝነስ ተኾይኑ ድማ እቲ ቢዝነስ ንሱ ከምዘለዎ ክቕጽል ምግባር፣ ዓማዊል ምቕባል፣ እቲ ወካሊ ዘለውዎ ዕዳታት ምኽፋል፣ ክእከቡ ዝግብኦም ልቓሓት ምእካብ፣ ካብ ሰለስተ ዓመት ዘይበዝሕ ናይ ክራይ ውዕሊ ምፍጻም ዝብሉ ብሓፈሻዊ ውክልና ወይ ድማ ብጀነራል ኤጀንሲ ክርከቡ ዝኽእሉ ስልጣናት ወይ ድማ ናይ ውክልና ተግባራት ስልጣናት እዮም ማለት እዩ። ኣብዚ ክንርድኦ ዝግበእና ሓፈሻዊ ውክልና ክበሃል እንከሎ ኣፈጻጽምኡ፣ ስፐስፊክሊ እዚኤን እዚኤን ግበረለይ እንከይበልካ፣ ጥቕልል ብዝበለ መንገዲ ወኪለይ ኢኻ ክትብሎ እንከለኻ ማለት እዩ። ኣብዚ ሰዓት እዙይ ዝፍፀም ውክልና ዕለታዊ ዝኾነ ናይ ምምሕዳር ንጥፈታት ወይ ድማ ኣክቲቪቲታት፣ ተግባራት፣ ንምፍፃም ዘኽእል ናይ ውክልና ስልጣን እዩ ማለት እዩ። እቲ ካሊእ ናይ ውክልና ውዕሊ ኣፈፃፅማ ከይዲ ድማ ስፔሻል ኤጀንሲ ወይ ከዓ ብፍሉይ መንገዲ ዝግበር ናይ ውክልና ውዕሊ እዩ። ኣብዚ ግዜ እዚ እዚኤን እዚኤን ንኽትገብረለይ ኢልካ ብግልጺ እተን ክትግበራ ዘለወን ተግባራት ሓንጺጽካ ምቕማጥ ማለት እዩ። ብኸምዚ መንገዲ ክግበሩ ዝግብኦም ናይ ውክልና ውዕልታት፣ ብዶኔሽን መልክዕ ንብረት ምምሕልላፍ፣ ንብረት ምሻጥን ምልዋጥን፣ ካብ ሰለስተ ዓመት ንላዕሊ ናይ ክራይ ውዕሊ ምፍጻም፣ ክሲ ምምስራትን መልሲ ክሲ ምቕራብን፣ ዘይንቀሳቐስ ነገር ብትሕጃ መልክዕ ምትሓዝ ዝብሉ ብግልፂ ኣብ ዓንቀፅ ክልተ ሽሕን ክልተ ሚእትን ሓሙሽተን ተዘርዚሮም እንረኽቦም ተግባራት እዮም ማለት እዩ። ኣብዚ ግዜ እዙይ እንድሕር ደኣ እዞም ተግባራት እዚኦም ብግልፂ ክትገብረለይ ኢኻ፣ ክትፍፅመለይ ኢኻ፣ ኢልና ዘይወኪልና ወይ ተባሂልና ዘይተወኪልና እንፍጽሞ ናይ ውክልና ውዕሊ ትርጉም የብሉን ማለት እዩ። ብኣብነት መልክዕ ክንርኢ እንከለና፣ ሓደ ቢዝነስ ንምምሕዳር ብሓፈሻዊ መልክዕ ወይ ድማ ብሓፈሻዊ መንገዲ ወይ ውን ብጀነራል ኤጀንሲ እንድሕር ደኣ ውክልና ተዋሂቡ፣ እዚ ቢዝነስ እዙይ ዕለታዊ ንጥፈታት፣ ንምትግባር ውክልና ተዋሂቦ ኣሎ ማለት እዩ። እዚ ቢዝነስ እዙይ ክሸጦ ይኽእልን ክልውጦ ይኽእልን ብዶኔሽን ወይ ድማ ብውህብቶ መልክዕ እውን ክህቦ ኣይኽእልን። ካብቲ ዕለታዊ ኣታዊ ወፃኢ ኢንቨስት ክገብር እውን ኣይፍቀድን። እንታይ ድኣ እዩ ዝፍቀድ? ዕለታዊ ዝኾነ ኣታዊ ማለት ኣብ ከይዲ ምምሕዳር ዝረኸብካዮ ኣታዊ ኣብ ከይዲ እትረኽቦ ኣታዊ ኢንቨስት ክትገብሮ ትኽእል ኢኻ። ንኣብነት ኣስቤዛ ክትገዝእ ትኽእል ኢኻ ሆቴል ተኾይኑ። ካልኦት ምስ ምግቢ ተተሓሓዙ ተንከፍ ወንበር ምናምን ንዕለታዊ ምምሕዳር ዘድልዩ ነገራት ንምምላእ በቲ ጀነሬት ዝገበርካዮ ኢንካም መልክዕ ኢንቨስት ክትገብር ትኽእል ኢኻ። ካብዚ ወፃኢ ዝግበር ተግባራት ወይ ድማ ናይ ውክልና ትራንስኣክሽናት፣ ተኾይኑ ግን ብ እስፔሻል ኤጀንሲ ወይ ድማ ፍሉይ ናይ ውክልና ስልጣን የድሊ ማለት እዩ። እዞም ናይ ሕጊ ድንጋገታት እዚኦም ካብ ዓንቀፅ ክልተ ሽሕን ክልተ ሚእትን ሰለስተን ክሳብ ክልተ ሽሕን ክልተ ሚእትን ሓሙሽተን ተደንጊጎም ብግልፂ ተዘርዚሮም እንረኽዎም ማለት እዩ። እዙይ ብምርዳእ እዚኦም ብደንቢ ጥንቃቐ ምግባር የድሊ ማለት እዩ። ንሎሚ ዝነበረና ጻኒሒት እዚ ይመስል ብካሊእ ቪድዮ ክሳብ ንራከብ ሰላም ቅነ ሰሰናዩ ንዓኹም።